ኣብ ህይወትና እሱ ኣይኮነን ዝፍጸም ከምቲ ንሰምዖ ከምቲ ንሪኦ ከምቲ ድስምዓና ከምቲ ንግምቶ ከምቲ ሰባት ድብሎ ከምቲ ሰይጣን ድብሎ ከምቲ ዓለም ትብሎ ከምቲ ኣብ ዙርያና ድረአ ከምኡ ኣይኮነን ሃሌሉያ እንታይ ደኣ ቃል ኣምላኽ ንዓና ዝበለና ዝሃበና ዝነገረና ዘስምዓና ዘንበብናዮ እሱ እዩ ኣብ ህይወትኪ ኣብ ህይወትካ ዝፍጸም ሃለሉያ ሃለሉያ ሕጂ ሓደ ነገር ክነግረኩም በቲ ትሰምዕዎ በቲ ትርእይዎ በቲ ኣብ ዙርያኹም ዘሎ በቲ ዝስማዕ ዘሎ ብኡ ክትወሓጡ የብልኩምን ክትውሕጡ እዩ ዘለኩም ሃለሉያ ንምንታይ ሃለሉያ ሰዓር እምበር ድሰዓር ኣይኮነን ኣብ ውሽጥኻ ዘሎ ካብቶም ዓለም ዘለው እስከዛ ቃል እዚኣ ምሳይ በላ ከብቲ ኣብ ዓለም ዘሎ ምሳይ ዘሎ ይበርትዕ ይሕይል ይሕይል ሓደ ነገር ክነገረኩም ድምፂ ብድምፂ ንውሓጥ ሕጂ ኣብ ኣእምሮኻ ኣብ ነብስኻ ብዙሕ ድምጽታት ይመጽእ ኣሎ። ኣይትኸልን ኢኻ፣ ኣይሓልፈልካን እዩ፣ ኣይከናወነልካን እዩ፣ ነቲ ኣምላኽ ዝበለካ ኣይትወርሶን ኢኻ፣ ኣይትበጽሖን ኢኻ፣ ክትመውት ኢኻ፣ ክትጠሓል ኢኻ፣ ክትኸስር ኢኻ ዶ ይብለካ ኣሎ? ኣብ ኣእምሮኻ ድምጺ ከምኡ ዶ ይመጽእ ኣሎ? እዚ ኩሉ ሓሶት እዩ። እመነኒ እሱ ኩሉ ሓሶት እዩ ከምኡ እናተባሃልና ከምኡ እናተነገረና ከምኡ እንዳረኣና ከምኡ እንዳሰማዕና ግን ኩሉ ዝኽእል ኣልፋን ኦሜጋን ቀዳማይን ዳሕራይን ሃለሉያ ኦምኒፖተንት ኦምኒፕረዘንት ኦምኒሰንት ዝኾነ ኣምላኽ ተሰኪሙና ሓንጊርና ኣብዚ ቦታ እዚኣ በጺሕና ኣለና ገና ከኣ ክንበጽሕ ኢና ምክንያቱ ንሕና ካብ ዘይጠፍእ ዘርኢ ዳግም ተወሊድና ኣለና ተወሊድና ኣለና ክንውለድ ኮለና ሃለሉያ ካብ ቃል ኣምላኽ ዳግም ክንውለድ ኮለና ሳዕርቲ ኮይንና ተወሊድና፣ ወረስቲ ኮይንና ተወሊድና፣ ዘይንጠሓስ ኮይንና ተወሊድና፣ ዘይንእሰር ኮይንና ተወሊድና፣ ዘይንተሓዝ ኮይንና ተወሊድና፣ ማንም ከሸንፈና ብዘይክእል ማንነት ዳግም ተወሊድና። ስለዚ እስኻ ኣይትተሓዝን ኢኻ፣ እስኻ እመነኒ ኣይትተሓዝን ኢኻ። ኣይትትሓዝን ኢኻ ንምንታይ ኣምላኽ ዶ ይትሓዝ እዩ ኣብ ውሽጥኻ እኮ ህያው ኣምላኽ እኮ እዩ ዘሎ ኣምላኽ ዶ ይወድቕ እዩ ኣምላኽ እኮ እዩ ተሰኪምክ ዘሎ ኣምላኽ እኮ እዩ ሓንጊርካ ዘሎ ኣብ ኢድ ኣምላኽ እኮ ተወቀጥካ ሰብ ኢኻ ከመይ ጌርካ ኣነ ክወድቕ እየ ኣነ ክሸነፍ እየ ኣይሓልፈለይን እዩ ኣይከናወነለይን ክትብል ትኽእል ኣመላኽ እኮ እዮ ውሽጥኻ ዘሎ መንፈስ ቅዱስ እኮ እዩ ተሰኪምካ ዘሎ ኣብ ህልውና ኣምላኽ እኮ ኢኻ ኣቲኻ ዘለኻ እስኻ ኣብ ህልውና ኣምላኽ ዝጠሓልካ ሰብ እኮ ኢኻ ከመይ ጌርካ ዓለም ክትስዕረካ ከመይ ጌራ ሰይጣን ክስዕረካ ከመይ ገይሩ ሕማም ክስዕረካ ከመይ ገይሩ ሓጢኣት ክስዕረካ ሃው ሃው ኣነ ሎማዓንቲ ተስፋኻ ክሕደስ ዝደሊ ኣለኹ ብሽም የሱስ ክርስቶስ ብናይ መንፈስ ቅዱስ ሓይሊ ተስፋኹም መታን ክህብትም መንፈስ ቅዱስ ካብ ትስርሑ ሓደ እንታይ ምዃኑ ትፈልጥ ዲኻ ናትካ ተስፋ ምሕዳስ ናትካ ጉልበት ምሕዳስ ናትካ ዓቕሚ ምሕዳስ ናትካ ውሽጣዊ ሰብ ምሕዳስ ዝፀመዐ እንተሎ ናባይ ይምፃእ ከምቶም እየ I will give you rest ሃለሉያ የሱስ ክትብል ከለኻ መንፈስ ቅዱስ ክትብል ከለኻ ሄልፕ ሚ ክትብል ከለኻ መንፈስ ቅዱስ ካብ ሰማይ ዘይኮነ ካብ ላዕሊ ዘይኮነ ካብ ኦኬ ካብ ውሽጥኻ ካብ ውሽጥኻ ካብቲ ውሽጣዊ ሰብ ሄታ ፕላን ኣሰካ እናተሰኤ እናተሰኤ ንውሽጥኻ ንመንፈስካ ነቲ ውሽጣዊ ሰብካ ነቲ ኢነር ማን ሓይሊ ይህቦ ጉልበት ይህቦ ጉልበት ይህቦ ያያያያያያያያያያ ኤላድራላቫጃላቫድያ መንገድኻ መንገዲ ጻድቕ እዩ መንገድኻ መንገዲ ብርሃን እዩ መንገድኻ መንገዲ ወጋሕታ እዩ መንገድኻ መንገዲ መውራስ እዩ መንገድኺ መንገዲ መውራስ እዩ እወ ንዓኺ ሃለሉያ Ee prana sakataya. Ee ላሃታ ፕራና ሳካታያ ኤለቬ ፕራና ማካታ ላቫንያ በጌታ በኢየሱስ ክርስቶስ ስም ኣብ ህይወትካ ሽንፈት ኣብ ህይወትካ ምውዳቕ ኣብ ህይወትካ ክፉእ ኣብ ህይወትካ ጸልማት ኣብ ህይወትካ ማንኛው ዓይነት ናይ ዝዓለም እዚ ኣጀንዳ ኣይከናወንን እዩ ናይ ህያው እግዚኣብሔር ኣጀንዳ ናይ ህያው እግዚኣብሔር ዓላማ ናይ ህያው እግዚኣብሔር ሃለሉያ ፕላን እዩ ኣብ ህይወትካ ዝከናወን ኣብ ህይወትኪ እወ ኣብ ህይወትኪ ዝከናወን ናይ ኣቦኺ ዓላማ እዩ ናይ ኣቦኺ ዓላማ እዩ ሃለሉያ ኦ እግዚኣብሔር ኢሉ ዳዊት ሓደ ግዜ ወይ እግዚኣብሔር ንጻድቕ ንጻድቕ ትባርኾ ከም ብዋልታ ከም ብዋልታ

ክብሪ ንየሱስና ይኹን ኣይወል ሃለሉያ ክብሪ ንየሱስ ይኹን እስከ ብሰዓት እዚ ምሳይ ጸልዩ ፕሊስ ምሳይ ጸልዩ ጸልዩ ጸልዩ ደክሌር ግበሩ የስ ኣናይ ወደቐኒ ኣናይ ሸነፈኒ ኣናይ ሰዓርኒ ሓደ ነገር ክነግረኩም ኣብ ጎይታ ዓሰርተ ዓመት ጌረ ኣለኹ ኣብዚ ዓሰርተ ዓመት ሃለሉያ ኦ ኣሎ እቲ ጸበባ እኮ ኣሎ እኮ እቲ ተፈላለየ ነገር እቲ እቲ- እቲ ሰይጣን ደምጾ እቲ ጸላእ ድብሎ እቲ ዓለም ትብሎ እቲ ሰባት ድብሎ እቲ ተፈላለየ ነገር ድምፅታት ኣሎ እኮ ግን ብድግ ኢልካ ሄይ ብድግ ኢልካ ሃያም ብለስ ክትብል ኮለኻ እቶም ዙርያኻ ዘሎ ኩሉ ይጠፍእ ካብ ዙርያኻ ብን ኢሉ ይኸይድ ካብ ዙርያኻ ብን ኢሉ ይኸይድ ለማዓንቲ ካብ ዙርያኻ ሕማም ካብ ዙርያኻ ማንኛው ዓይነት ዛልማት ካብ ዙርያኻ ማንኛው ዓይነት ክፉእ ድምፂ ብን ክብል እዩ ካብዚ ቃል ተላዕለ ሃለሉያ ብን ክብል እዩ ናብ ዝፋን ጸጋ ኣምላኽ ለማዓንቲ ብትብዓት ምቕራብ ይኹን ኢልካ ናብ ዝፋን ጸጋ ኣምላኽ ናብ ዝፋን ጸጋ ኣምላኽ እንታይ ኢሉ ሃዋርያ ጳውሎስ ናብ ዘፋን ጸጋ ኣምላኽ ብትብዓት ብትብዓልት ብትብዓት ንቕረብ ንቕረብ ንምንታይ ኣብቲ ዝፋን ኦ ኣብቲ ዝፋን ሃለሉያ ኣብቲ ዝፋን ብፍቕርኻ ተሓመሰ ብፍቕርኻ ካብ ሰማይ ግድግዱ ተዓጢቑ ሃለሉያ ካብ ሰማይ ዝወረደ ኣብ መብልዕ ማል ኣብቲ ናይ መጠረሻ ናይ ድኽነት ስፍራ ኣብቲ ናይ መጠረሻ ናይ ናይ ውርደት ስፍራ እተወልደ ንዓኻ ክብል ንዓኻ ክብል እተወልደ ኣብ ምድሪ ድማ እተመላለሰ ሃለሉያ ሓዲግ ምድሪ ሓዲግ ሰማይ ምእንታኻ እተንጠልጠለ ሕማንካ፣ ርግማንካ፣ ጸለማትካ፣ ሓጢኣትካ፣ ውድቀትካ፣ ማንኛውም ዓይነት ክፉእ ነገር ክትቕበሎ ዝግባኣካ ኩሉ እተቐበለልካ የሱስ ወዲ ኣምላኽ ኣብቲ ዝፋን ኣእዳው ዘርጊሑ ኣሎ። ሃለሉያ! ኦ ኣእዳው ዘርጊሑ ኣሎ ኣብቲ ዝፋን ናብ ዝፋን ጸጋ ኣምላኽ ሎሚ ብትብዓት ቅረብ። ኣብቲ ዝፋን ሕጂ ፈራዲ ኣይኮነን ዘሎ። ዝፈርደሉ ግዜ የሱስ ክመጽእ እዩ። ሕጂ ግና የሱስ ዝፈርደሉ ግዜ ኣይኮነን። ሕጂ የሱስ ክርስቶስ ንኹሉ ንኹሉ ድኹም ንኹሉ ሓጥእ ንኹሉ ሰብ ንኹሉ ወዲ ኣዳም ከማን ንዓ ንዓ ንዓ ዝብለሉ ግዜ ሃለሉያ ኦ ናብ ዝፋን ጸጋ ኣምላኽ ናብ ዝፋን ጸጋ ኣምላኽ ብትብዓት ብትብዓት ውድቀት ኣለካ ሓጢኣት ኣለካ ወልፊ ኣለካ ዝተፈላለየ ሽግር ኣለኻ ዝተፈላለየ ጭንቂ ኣለኻ ኣብ ዝተፈላለየ ፍርህ ኣለኻ ኣብ ዝተፈላለየ ስግኣት ኣለኻ የሱስ ወዲ ኣምላኽ ካብ ዝፋኑ ሃለሉያ ኣብ ዝፋን ጸጋ ኣምላኽ ብት- ንምንታይ ጠበቃ የሱስ የሱስ ኣብቲ ዝፋን ዳኛ ዘይኮነ ሕጂ ዘሎ ጠበቃ ጠበቓ ምንቲ ድኻንካ፣ ምንቲ ሓጢኣትካ፣ ምንቲ ውርደትካ፣ ምንቲ ማንኛው ዓይነት ሕጂ ወገን ከሳሲ ኣይኮነን የሱስ። ወገን ከሳሲኻ ኣይኮነን፣ ወገን ከሰስትኻ ኣይኮነን፣ ወገን ከሰስትኻ ኣይኮነን፣ ወገን ቀተልትኻ ኣይኮነን፣ ወገን ክፉእኻ ዝምነዮ ኣይኮነን፣ ወገንካ እዩ፣ ወገንኪ እዩ።

ኣብ ህይወትኩም ዓወት፣ ኣብ ህይወትኩም ምጥሓስ፣ ኣብ ህይወትኩም በረኸት፣ ኣብ ህይወትኩም ሰናይ፣ ኣብ ህይወትኩም ብርሃን፣ ኣብ ህይወትኩም ምውራስ እዚ ጥራይ ዘሎ ንምንታይ መስለኩም? እዚ ብሓይልኹም ኣይኮነን፣ እዚ ብክእለትኩም ኣይኮነን፣ እዚ ብናትኩም ጉልበት ኣይኮነን፣ እዚ ብናትኩም ሓርኮትኮት ኣይኮነን። የሱስ ወዲ ኣምላኽ ወይ የሱስ ወዲ ኣምላኽ ሰን ኦፍ ደ ሊቭን ጋድ ኣብ ውሽጥኻ እዩ ኣቸዋ በርትዕ በርትዕ ራእይ ራእይ ድማ እያ ኣለኻ ዕላማ እያ ኣለኻ ነዊሕ ርአ ኣብ ህይወትካ ተስፋ ምቑራፅ ብሽም የሱስ ክርስቶስ እያሃሉ ኣይትቀበል ረፊስ ማንኛው ዓይነት ዳርክነስ ቮይስ ማለት እዩ ናይ ጸልማት ድምፂ ናይ ጸልማት ሓሳብ ናይ ጸልማት ዕቅድ ማንኛው ዓይነት ክፉ ኣብ ሂወትካ ኣይከናወንን እዩ ኣይከናወንን እዩ ንምንታይ እቲ ሒዝካ ዘሎ ብርቱዕ እዩ እቲ ሒዝካ ዘሎ ብርቱዕ እዩ ክብሪ ንኣምላኽ ይኹን ኣይትፍራ ኣነ ሎማዓንቲ ንዓኻ ንዓኻ ንዓኻ ንዓኻ ንዓኻ ኣብ ውሽጥኻ ንዘሎ ነገር ከለዓዕል ኣምላኽ ተስኢኑ ኣሎ ብሽም የሱስ ክርስቶስ ስብሓት ንኣምላኽና ይኹን ክብሪ ንየሱስና ይኹን ሓደ ነገር ክነግረካ ሓደ ነገር ክነግረካ ብሩኽ ሓደ ግዜ ሓቀይ መርከብ ኖህ ዝክራይ ንሓቀይ መርከብ ኖህ መርከብ ኖህ ትትመከራ ትትማይ ኣየ ትትጸፍዒ ትትውሕጅ እቲ ብርቱዕ ዝናብ ሰማይ ተኸፊቱ ምድሪ ተኸፊታ እዚ ኩሉ ንፋስ እዚ ኩሉ ማዕበል እዚ ኩሉ ጭንቂ እንታይ ገይርዋ ምስለኩም እታ መርከብ እንታይ ገይርዋ እንታይ ገይርዋ እዚ ኩሉ ማዕበል ሓፍ ሰፈፈፈፈፈፈ መከራ ብዝወሰኸ መጠን መከራ ካብ ኣምላኽ ኣይኮነን ነገር ግን መከራ መከራ ናይዚ ዓለም መከራ ናይ ሰይጣን መከራ ናይ ሰባት መከራ ናይ ተፈላል ባዕልኻ እውን ተምፅኦ ሰፈፈፈ

ሎ መንገድና ፈጺሙ ንታሕቲ ኣይኮነን መንገድና ንላዕሊ እዩ መንገድና ንላዕሊ እዩ መንገድና ንጎድኒ እዩ መንገድና ሃለሉያ ንቕድሚት እዩ መንገዲ ጻድቕ ሰለስተ ዳይሜንሽን እዩ ዘሎ ወይ ከዓ ኣርባዕተ በሎ ማለት እዩ ንድሕሪት ግን የብሉ የብሉ ወደ ላይ ወደ ጎን ወደ ፊት ንላዕሊ ንጎድኒ ንቅድሚት ያስ እመን እመን ሕጂ እቶም ክንወድቕ ኢና ከምዚ ዶ ገለመለ በቃ ብዛዕባ ወይ ትገደስ ዘክም ዝበሃል የብሉም ሰብ በብናቱ ኣረኣየ ዝነብር በብናቱ ኣመለኻኽታ እዩ ዝነብር ይኹሞ እቲ ንፋስ እቲ ማዕበል እቲ መከራ እቲ ጭንቂ እቲ ዝናብ እቲ ማይ እቲ ውሒዝ ንላዕሊ የንሳፍፋ ነይሩ ኣብ መወዳእታ ኣበይ ተረኺባ ንገሩኒ ንገሩኒ ኣበይ ተረኺ ኣብ ኣራራት ኣራራት ማለት መርገም ተወዲኡ ኦኬ መርገም ተወዲኡ፣ ጭንቀት ተወዲኡ፣ ጸበባ ተወዲኡ፣ ማይ ኣየ ተወዲኡ፣ ጸበባ ተወዲኡ፣ ክፉእ ዘበለ ኩሉ ተወዲኡ ማለት እዩ። ዕረፍቲ ኮይኑ ማለት እዩ። ሃለሉያ ብሃት ንኣምላኽ ይኹን የሱስ ውዲ ህያው ኣምላኽ ድማ ኣብ መስቀል ቀራንዮ ናትካ ሓጢኣት ናትካ ረግማን ናትካ ውድቀት ናትካ ኽፍኣት ናትካ ዅሉ ጸለማት ተቐቢሉ ተቐቢሉ ሞይቱ ተሲኡ ንዓኻ ኣብዚ ተሰኪሙ እንዳንሳፈፈ እንዳንሳፈፈ እንዳንሳፈፈ እንዳንሳፈፈ ኣብ የማን ኣምላኽ ኣቐሚጥካ ሕጂ እስኻ ኣብ ዕረፍቲ ኢኻ ዘለኻ ኣብ ሰንበት ኢኻ ዘለኻ ሄሎ ሄሎ ባይዘወይ መርከብ ኖህ መዓስ እያ ኣብ ኣበይናይ ወርሒ ዓሪፋ እዩ ዝብለና ኣብ ሸውዓይ ምዕራፍ ኣብ ሸውዓይ ወርሒ ኣይኮን ሸውዓይ ወርሒ ኣብ እስራኤል ዘፀኣት ዓሰርተ ክልተ እንተሪኢኹሞ እግዚኣብሄር ቀዳመይቲ ወርሒ ትኾነልኩም ኢሉ ዝቐየራ ወርሒ ማለት እዩ ክብሪ ንኣምላኽ እዛ ወርሒ እዚኣ ወርሒ ኣቢብ ወይ ከዓ ወርሒ ኒሳን ትበሃል የሱስ ክርስቶስ ገንሸል ፋሲጋ ዝኾነ መስቀል ካብዛ ወርሒ እዚኣ እዩ እዛ ወርሒ እዚኣ ተኣምራዊት ወርሒ እያ ሃለሉያ ክብሪ ንኣምላኽ ውድቀት ኣይትመነ ኣብ ህይወትካ ስንፈት ኣይትመነ ኣይትመነ ኣሕዛብ ኣሕዛብ እኳ ዝቃወሞ ስለዚ ኩሉ ግዜ ኣነ ኣነ እንታይ ይብል መስለካ ኩሉ ግዜ መንገደይ ወደፊት መንገደይ ኩሉ ግዜ ወደፊት ወደ ጎን ሃለሉያ እናስፋሕፋሕኩ ይሰፍሕ ማለት እናሰፋሕኩ ይሰፍሕ እናሰፋሕኩ ይሰፍሕ ምክንያቱ ገደብ ኣልባ ዝኾነ ኣምላኽ ኣብ ውሽጢ ኣሎ። ኣነ ገደብ ኣለኒ፣ ኣነ ሰብ እየ። ኦኬ ነገር ግና ኦምኒፖተንት ዝኾነ ኦምኒሰንት ዝኾነ ኦምኒፕረዘንት ዝኾነ ኩሉ ዝኽእል ኩሉ ዝፈልጥ ዎ ኣፍቃሪ ኣፍቃሪ ኣለኒ ሶ ኣይ ኣም ሪች ኣይ ኣም ብለስ ኣይ ኣም ራይቸስ ኣይ ኣም ሆሊ ከምኡ ኢልካ ኣውጅ። እቶም ዓሰርተ ክልተ ሪኢኻዮም ኣለኻ? ዓሰርተ ክልተ ካብ ዓሰርተ ክልተ ነገድ ተመሪጾም ዝኸዱ መራሕቲ መራሕቲ እኮ ኦኬ፣ ታራ ሰባት እኮ ይኮን ላው መራሕ ህዝቢ ዝመርሕ መራሕ እኮ ብህዝቢ ዝእመነሉ በሊሕ ተባሂሉ መራሒ ተባሂሉ ብቑዕ ተባሂሉ ዝእመነሉ ነገር ግን ሰነፍ መራሕኻ ኣሎ ሰነፍ ኦኬ መራሕኻ ጅግና መራሕ ኣሎ ከም ካሌብ ማለት እዩ ከም እያሱ ጅግና መራሕኻ ኣሎ ኦኬ ከይዶም ከይዶም ኣብታ ምድሪ ሰልዮማ እታ ምድሪ ኣይኮነን እቲ ኩሉ ተባሃለ ኣሎ መዓር ኣሎ ጸባ ኣሎ እትንጀርብብ ብልጽግቲ ምድሪ እያ ነገር ግን ነቶም ደቂ ኣናቕርዮሞ ምስ ረኣይዎም እንታይ እስከ ኢሎም እንታይ እስከ ኢሎም እዞም ሰባት እዚኦም ገዘፍቲ ሰባት እዩ ኣብ ቅድሚኦም ንሕና ሲ ኣብ ቅድሚኦም ሲ ከም ኣንበጣ ኢና ኣንበጣ ሰነፍ መራሒ ኮም ትብል ሰነፍ ሰብ ኮም ትብል ቃል ኣምላኽ ዘይኣምን ምስ ቃል ኣምላኽ ብእምነት ዘይሓበረ ሰብ ስንፍና እዩ ድዛረብ ስንፍና እዩ ድሓስብ ኩሉ ግዜ ክወሓጥ እየ ክመውት እየ ክሰዓር እየ ክወሓጥ እየ ክመውት እየ የለኹን ኣነ ቆርሶስ ኣነ ኩፉእ ኣምላኽ ዝሓደገኒ ሰብ ዝጸላኣኒ ሰብ ካባይ ዝረሓቐ ኣምላኽ ዝገደፈኒ ኣምላኽ ዝጠንጠነኒ በቃ ኣነ ክወሓጥ እየ ኣነ እንጀራ እየ ኣነ ኣንበጣ እየ እያያያያ መንፈስ ዝተመልኦ ሎ መንፈስ ዝተመልኦ ከምዚ ከማይ የላ ሃዳያ መንፈስ ዝተመልኦ ግና ከም በዓል ካሊብ ከም በዓል እያሱ እሳቶም እንጀራና እዮም ኩሉ ግዜ ፀላእ ኣብ ቅድሜኻ እንጀራኻ እዩ ግን ከመይ ጌርካ ኢኻ ትሪኦ ንጸላኢ ከመይ ጌርካ ኢኻ ትሪኦ ከመይ ጌርካ ኢኻ ትሓስቦ ከመይ ስለ ጠላኢ ሰይጣን ክትብል ከለኻስ ከመይ ኢኻ ስለ ሰይጣን ኢኻ ሓምኹሽቲ ምዃኑ ለው ውዱቕ ምዃኑ እተሰዓረ ምዃኑ እተገፈፈ ምዃኑ ኮምኳን ስኒ ዘይብሉ ምዃኑ ሓሳዊ መታለሊ ውዱቕ ምዃኑ ሓይሊ ኣልባ ምዃኑ ፓወርለስ ፓወር እምቢቲ ፓወር ዘይሮ ምዃኑ ዲኻ ትሪኦ ወይስ ሰይጣን ከም ሓደ ዓብዪ ወሓጢ ኦኬ ከም ኣንበሳ ኢኻ ትሪኦ መፅሓፍ ቅዱስ ንሰይጣን ከም እዩ ዝብሎ ከም ኣንበሳ ከም ተመን ከም ገበል ከም መልኣኽ ብርሃን ከም ከም ማለት እንታይ ማለት እዩ ኣይኮነን እለው ኣንበሳ ኣይኮነን ክደግመልኩም እየ ሰይጣን ኣንበሳ ኣይኮነን ፀላኢኻ ኩሉ ኣንበሳ ኣይኮነን ንስኻ ግን ኣንበሳ ኢኻ ንምንታይ ናይ ይሁዳ ኣንበሳ ውሽጥኻ ኣሎ እስኻ ኣንበሳ ኢኻ እስኺ ኣንበሲት ኢኺ የስ የስ መን እዩ ሰነፍ ሰነፍ ከምዚ ኣይትኽእልን መን ኢኹም ኢሉ ቃል ኣምላኽ ከምኡ ይብልን እዩ ኣነ ቃል ኣምላኽ ጥራይ ዘንብብ ኣቦይ ዝበለኒ ጥራይ ዝሰምዕ ኣነ መንፈስ ኣምላኽ ዝበለኒ ጥራይ ዝሰምዕ ክንደይ ኣሎ ተስፋ ከቑርጾኻ ዝደልዩ ኣይጠቅምን ኢኻ ኣይትረብሕን ኢኻ ኣይሓልፈለ ምንም ከም ዘይትኽእል ዝሓስቡ ሚልዮም እዮም ኣይ ዶንት ኬር ኣባውት I don't care about them. ኣቦይ እንታይ ኢሉኒ ፅቡቕ ነቡ ኣከ ከምኡ ክሳይ ሰሚዐ ነረ ሓደ ፀሊም ፀሎሎ ትመስል ቆልዓ ኮፍ ኢልን ካብ ዘዕልላ ኣንስቲ ሓሊፉ ብጥቓን እታ ኣዲኡ ካላ ዘይፈለጠት እንታ ሓንቲ ኣዲኡ ምዃኑ እታ ክንደይ ፀሊም እዩ ገሊላቶ ፅቡቕ ነድልዩ ኢላ ተሳኸ ሻታያ ንሕና ፅቡቓት ነቦና ሙልኩዓት ነቦና ፃድቃን ነቦና ቅዱሳን ነቦና ብርሃን ነቦና ውሉድ ነቦና ሃለሉያ ሰብ ሞጎስ ነቦና እስኽ እኮ በዓል ሙዙሕ በዓል ብዙሕ መጎስ እኮ ኢኺ እስኻ እኮ በዓል ብዙሕ መጎስ እኮ ኢኻ እንታይ ኮንካ ተስፋ ትቆርጽ እንታይ ኮንካ ትሰግእ እንታይ ኮንካ ትጭነቕ ሃብታም እኮ ኢኻ እስኻ ሃብታም እኮ ኢኻ ማንም ክወዳደረካ ዘይክእል ሃብታም ኢኻ እስኻ ሃብታም ክብል ከለኹ ሕጂ ዶላር ገንዘብ ገለ ኖ ሃለሉያ ምንጪ ወርቂ ምንጪ ብሩር ምንጪ ኩሉ ዝኾነ ኣቦ ኣለካ ሓደ ግዜ ሓደ ግዜ ሓደ ሃብታም በዚ ማቴራል ማለት እዩ ሃብታም ዝኾነ ንሓደ ኣማኒ የዕልሎ ትሪኦ ኣለኻ እዚ ካምፓኒ ናትና እዩ እዘን ኩለን መካይን ናትና እዩ እዚ ኩሉ ገለ መለ ገለ ሞላት ኩሉ ናትና እዩ ናትና እዩ ገለ መለ ኦ ራካታ ባካታ እዚ ኩሉ ናትኩም እዩ ቨሪ ጉድ እዚ ሰማይ ትሪኡ ኣለኻ ኢሎ ሎ እዚ ሰማይ ራዮ ኢሎም ኣነ ለሚት እንተኾነ ሰማይ ትሪኦ ኣለኻ የስ እዛ ምድርኻ ትሪኦ ኣለኻ እወ ኣብ ሰማይ ዘሎ ኩሉ ትሪኦ ኣለኻ እወ ኣብ ውሽጢ ምድሪ ከሎ ኩሉ ትሪኦ ኣለኻ እወ ናተዩ ማንዳናያ ናተዩ ሓው ናይ መን እሞ እቲ ናቕትካ ኢሎ ናይ ኣቦ ኣነ ከዓ ናይ ኣቦ ኢሎ ኣነ ወዲ ህያው ኣምላኽ ሎም እኮ ሄሎ ኩሉ ኮለና ወላ ሓንቲ ከም ዘይብልና ኩሉ ተቐቢልና ወላ ሓንቲ ከም ዘይተቐበልና እሞ እቲ ዘረባና ከምኡ እዩ ሰይጣን ግራይ ዝኣትዎ ረባ ዘባ መላእኽቲ ግራይ ኣትዎም ብዝረባኻ ሰማይን ምድርን ኣብኡ ዘሎ ኩሉ ዘለዎ ኣምላኽ ዘለካስ ኣነ ድኻ ኣነ ቆርቋሳ ኣነ መርቋሳ ክትብል ኮለኻ ኣይሰማዕኩም ይብሉ መላእኽቲ ማለት ንሓደዶ እንታይ እሱ ይዛረብ ደሎ መላእኽቲ ዘይኣተዎ ስፍራ እቲኻ ኣለኻ ክደግመልካ መላእኽቲ ዘይኣተውዎ ስፍራ ኣቲኻ ኣለኻ። ለምሳሌ መላእኽቲ ኣብ ዙርያ ኣምላኽ እዮም ሓቂ ኣብ ዙርያ ኣምላኽ እዮም ብቻ መብሕቑፉ የለኹም ንሕና ግና ተኽ ኢልና ካብዚ ካብዚ ካብዚ ግን ንነዳይ ኣልዒልካ ምሽ ኢሉ መፅሓፍ ቅዱስ ንነዳይ ኣልዒልካስ ምስ መሳፍንቲ ምስ መሳፍንቲ ተቐምጦ ንመን ኣልዒልካ ንነዳይ ንድኹም ንሰነፍ ኣልዒልካስ ምስ መን ተቐምጦ ምስ መሳፍንቲ ኣታታታታታታታታታት ኣየጸብቐልካን እዩ ኣብ መንጎ መሳፍንቲ ተቐሚጥካስ ለው ኣብ መንጎ ነገስታት ተቐሚጥካስ ናይ ንግስና ክብሪ ተቐቢልካስ ክትብልሲ ኣየፀበቐልካን እዩ ሕጂ ነቦኻ ግራይ ተእትወሉ ንመላእኽቲ ግራይ ተእትወሉ ንመንፈስ ቅዱስ ግራይ ተእትወሉ ንየሱስ ወደያ ኣምላኽ ግራይ ተእትወሉ ኩሉ ተቐቢልካ ከምዘይተቐበልካ ኣይትዛረብ ኩሉ ኩለካ ከምዘይብልካ ኣይትዛረብ ኣይተዛረብ እንታይ ኢሉ ካብ ዘርኢ ሳውልሲ ኣያያያ ካብ ዘርኢ ሳውል ገለ ምሕረት ዝገብረሉ ሰብ የለን ዘርኢ ኣይተረፈን ኢሉ ሓቲቱ እጅቱ ኣብ ዙርዮ ዝነበሩ ሰባት ኣይለሞ ሓደ ኣሎ ኦኬ ሓደ ኣሎ ወዲቑሲ ዝሰንከለ መሸቦሽ ትበሃል ኣብ ገለ ቦታ ኣሎ እዮም ኣምፅዎ ኣምጽኦ ኣምጽኦ ኣምጽኦ ኣምጽኦ መጺኡ ንጉስ ኣኽቢርዎ ንጉስ ጸዊዕዎስ ኣብ ቅድሚ ንጉስ እንታይ እስከ ይብል ኣይ ናይ ምውት ከልቢ ከምኡ ከምኡ ኮይና ንብል ሓዳሪ እዚ ኣምላኽ ኣኽቢርና ለው ኣምላኽ ኣኽቢርና ኣኽቢርና ጥራይ እቲ ኩሉ ናቱስ ኣውሪስና ሂቡናስ ኣነ ምውት ከልቢ ትብል ማለት እዩ ኣነ ዘይሓልፈለይ ኣነ ድኹም ኣነ ሓፀ ገለመለ መን እዩ ከሚሉ ካበይ ከሚብከ ኣነ የንበብኩን ኣየንበብኩን ተንቢብካ ምናልባት ፀሓፈለይ ብዚ ኣየንበብኩን ኣነ ኣነ ዘንበብኩ ኣነ ዘንበብኩ ትፈልጥ ኢኻ ኣብ የማን ኣምላኽ ተቀሚጥካ ኣለኻ ቀደም ጸለማት ኔርካ ሕጂ ግን ብርሃን ኢኻ ህላው ቀደም እንታይ ኔርካ ጸለማት ሕጂ ብርሃን ኢኻ ካብቶም ሰዓርቲ ኣዚኻ ትበልጽ ኢኻ ካብቶም ሰዓርቲ ኣዚኻ ትበልጽ ኢኻ ከብቲ ዓለም ዘሎ ኣባኻ ዘሎ ይበርትዕ እስኻ ካብ ዘይጠፍእ ዘርኢ ተወሊድካ ኣለኻ ህላው ካብ ዘይጠፍእ ዘርኢ ተወሊድካ ኣለኻ ንክርስቶስ መዋርስቱ ነቦ ወራሲ ኮይንካ ኢኻ ደቃደም ንቅዱሳን ኮይንካ ኣለኻ እስኻ ገዛኢ ኢኻ እስኻ ንጉስ ኢኻ እስኻ ሓያል ኢኻ እስኻ ቅዱስ ኢኻ እስኻ ጻድቕ ኢኻ እስኻ ብሩኽ ኢኻ ካብ ድቕድቕ ጸልማት ናብ ዘገርም ብርሃን ኣቲኻ ኣለኻ ካብ ጸልማት ናብ መንግስቲ ፍቕሪ ወዱ ኣቲኻ ኣለኻ እዚ የንቢባ ኣነ እዚ ስለ ዘንብብኩ እቲ ማይንደይ እዚ ጥራይ መሊኡ ዘሎ ሕጂ ኣነ ሰነፍ እያ ኣነ ድኹም እያ ኣነ ድኻ እያ ኣነ ቆልቃስ እያ ክብል ኣይክእልን እየ ነቨር ነቨር ነፈር ሕጂ ነዚ ሓሳብ እዚ ዝቃወሙ ሰባት ኣለዉ ነዚ ሓሳብ እዚ በዛ ሰዓት እዚኣ ዝቃወሙ ሰባት ኣለዉ ግን ሓንቲ ሕቶ ክሓቶም ይደሊ ንጉስ ክትኸውን ደደሎ ወይስ ባርያ ባርያ ባርያ ካብ ደሊ ኖ ፕሮብለም እነለ መንገዲ ብጥዕና ክትነብር ዲኻ ትደሊ ወይስ ክትሓምም ክሓምም ኖ ፕሮብሌም ኮይድ ኦኬ ጻድቕ ኮይንካ ክትመላለስ ጻድቕ ዲኻ ኩሉ ግዜ ሓጥእ ክትበሃል ኢኻ ትደሊ ሓጥእ